ሰላም ክትህልውን ወነንቲ ምሉእ ጥዕና ክትኮኑ ናተይ ምንዮት እዩ ማለት እዩ። ብትገብሩለይ ምትብባዕ ኣዝየ ዘመስግነኩም። እምበኣርከስ ክቡራት ኣሕዋት ሎሚ መዓንቲ ከኣ ሓደ ኣገዳስን ጠቓምን ዝበልክዎ መደብ ሒዘ እየ መጺኤኩም ዘለኹ። ሕጂ ብቐጥታ ናብቲ መደብ ከብለኩም ሰናይ ምክትታል። ሕጂ ምስዚኣ ናይ ቻርጀር እየ ክርእየኩም ክኣ ኣብዚ ቻርጀር እዚኣ ናይ ማኪናና ንብሉቱዝ ንካልእ ሓዊ መወልዒ ሽጋራ መወልዒ ገለ ክትጠቕመና ትኽእል እያ። ሕጂ ከመይ ጌራ ትሰርሕ ምስ ናይ ኤፍኤም ብሉቱዝ ተሓዋዊሰ ከኒ ተወሃሂዳ ከመይ ገይራ ሙዚቃ ተስማዓና ገለ ከርእየኩም ኣብ ዝሓለፈ መወልዒ ሽጋራ ምዃና ከመይ ጌርካ ከም ተርስና ርእየኩም ነይረ ሕጂ ከዓኒ ሙዚቃ ከመይ ጌርካ ትሰምዕ ኣብኡ ብሉቱዝ ስታይ መራኸቢ እቲኻ ምስዚ ናይ ራድዮ ኣብ ዘሎ ከመይ ጌርካ ተወሃህዶ ገለ ክንርኢ ኢና ሕጂ ናብኡ ከብለኩም ሕጂ ኣብዚ ትርእይዎ ኣለኹም እዚ ኩሉ ንብረታት እዚ ኣብዚ ናይ ቻርጀር ኣብዚ ናይ ማኪና ኣብዚ ዝኣቲ እዩ ማለት እዩ እዚኣ ከዓኒ ኣብዚ ትርእዋ ዘለኹም እዚኣ ከዓኒ ኣብዚኣ ትኣቱ ማለት እዩ ኣብዚኣ ናይ ቻርጀር ብድሕርኡ ኣብዚ ዩኤስ ብለና እዚ ዩኤስ ብከዓኒ ኣብዚኣ ኣትዩ ትርእዎ ኣለኹም ኣብዚኣ ኣትዩ እዚ ከዓኒ ደርፊ ንሰምዓሉ ወይ እዚ ንእሽቶ ሲዲ ካርድ ሴን ካርድ ሃለ እንተሃሊና ከዓኒ ኣብዚ እቲና ክንሰምዕ ንኽእል ማለት እዩ እዚኣ ከዓኒ ናይ ሽጋራ መወሊዒት መርሰኒት ማለት ትሪእዋ ኣለኹም ምልክት ናይ ሽጋራ ኣለዋ ኣብዚ እዚኣ ከዓኒ ኣብኡ እቲና ነርስና ንሰምዓላ ሽጋራ ንውልዓላ ማለት እዩ ሕጂ ብኣ ክንጅምር እዚኣ ኣብዚኣ ትሪእዋ ዘለኹም ኣብዛ ቦታ ኣብዚኣ ምስ እተኹዋ እትዋ ኣቢላ ከምዚ ገይረ ይፀቕጣ ማለት እዩ ከምዚ ገይረ ፀቂጠ ምስ እተኹዋ እዚኣ ቀልጢፋ ትረስን ሓዊ ትኸውን ሽጋራ ከዓኒ በዚኣ ንውልዕ ወይ ሓዊ በዚኣ ንውልዕ ማለት እዩ ትሪእዋ ኣለኹም እንጂ ተመሊሳ ኣላ ረሲና ሓዊ ኮይና ኣላ ማለት እዚኣ ትሪእዋ ኣለኹም እዚኣ ብጣዕሚ ሓዊ ኮይና ኣላ በዚኣ ሽጋራ ክንውልዕ ንኽእል ካልእ ሓዊ ክንኣጉድ ንኽእል ማለት እዩ ኣብ ዝኾነ ዋልዓ ገለ ኣብ ዘይብልና ቦታ ማለት እዩ ከ ሕጂ እዚኣ ከቐምጣ እየ እዚኣ ናብዚአን ክንከይድ ኣብ ዝትርእይዎን ዘለኹም ከም ዝበልኩኹም እዚኣ ኣብዚኣ ቻርጀር ኣብዚኣ ናይ ማኪና ኣብዚኣ ጉድጓድ ትኣቱ መባዝሒት መራብሒ ማለት እዩ ኦኬ ኣብ ኣምስ ኣተወ እዚ በዚ ዘሎ በዚ ትሪእዎ ዘለኹም ናይ ቻርጀር ዩኤስቢ ትጥቀመሉ ማለት እዩ እዚኣ ከዓኒ ከም ዝበልኩኹም ኣብ ልዕሊ ኣትኣቱ እዚኣ ከዓኒ ብሉቱዝ ማለት እዩ ናይ ሙዚቃ ናይ ገለመለ መራኸቢት ማለት እዩ እዚኣ ሕጂ ኣብዚኣ ምስ እተናያ እዚኣ ትርእይዎ ኣለኹም ሰማንያን ትሽዓተን ነጥቢ ሓሙሽተ ትብለና ኣላ እዚ ሕጂ ከምዚ ብራድዮ ኣውቶማቲክ እዩ ዝራኸብ ማለት እዩ ሕጂ ምስዚኣ ክትራኸብ እንተኮይና ሰማንያን ትሽዓተን ነጥቢ ሓሙሽተ ኣላ ኣብዚኣ ኣብዚኣ ናይ ራድዮ ከድና ከዓኒ ስትሪእዎ ዘለኹም ናይ ራድዮ መቀያየር ብዚ ልክዕ ሰማንያን ትሽዓተን ነጥቢ ሓሙሽተ ንገብራ ነጥቢ ሓምሳ ወይ ነጥቢ ሓሙሽተ ማለት እዩ እዚ ሕጂ ከምዚኣ ትርእይዋ ዘለኹም ማለት እዩ ነጥቢ ሓሙሽተ ማለት ሓምሳ ማለት እዩ ወይ ኣርብዓን ሓሙሽተን ከምዚኣ ማለት እዩ እዚኣ ንገብራ እዚኣ ከዓኒ ልክዕ ከም ኣላ ተመዓራርየና ኣለዋ ማለት እዩ ሕጂ እዛ ዩኤስቢ ምፅኢና ኣብዚኣ ንእትዋ ማለት እዩ ትርእይዋ ኣለኹም ኣብዚኣ ዩኤስቢ በዝላ ሕጂ እዚኣ ከምዚኣ ጌርና ንእትዋ ማለት እዩ ኣለኹም ኣጋጣጢመያ ኣለኹ ሕጂ ብዚኣ ሕጂ ነዚኣ ኦኬ ክብላ በዚኣ ይጥውቃ ማለት እዩ በዚኣ ኦኬ ብላ ብድሕሪኡ ቮሊም በዚ ይውስኸላ ማለት እዩ ሪዋ ኣለኹም በዚ ቮሊም ይውስኸላ ኦኬ እኹል ቮሊም ኣለዋ ሕጂ ብዚ

በዚ ትርእይዋ ዘለኹም ኣብዚ የእቲና ገመድ ናብ ሞባይልና ካብዚ ናብ ሞባይልና ኣራኺብና ከዓኒ ልክዕ ክሰርሓልና ክእል ኩሉ ሓደ እዩ ማለት እዩ እዚ ካልእ ከዓኒ ብሉቱዝ ከዓኒ ብዘይ እዚ ዩኤስቢ ብብሉቱዝ ከዓኒ ናብ ሞባይልና ክነስርሖ ንኽእል ኢና ክነገጣጥሞ ንኽእል ኢና ማለት እዩ ሕጂ ናብ ብሉቱስ ከኣ ንኸመይ ጌርና ነወሃህዶ ከርእየኩም እየ ማለት እዩ ኦኬ ሪዋ ኣለኹም ሕጂ እዚኣ ሞባይልና እዚኣ ብሉቱስ እዚኣ ጌርና ይረኣየኩም ኣሎ ድዩ ሶሪ ሕጂ ብሉቱዝ ኣብዚኣ ንህለት እዚኣ ብሉቱዝ ከምዚኣ ገይረ ይፀቕጣ ማለት እዩ ከምዚኣ ገይረ ምስ ዝኸጥኩዋ ልክዕ ኤፍኤም 800 ቢቲ ትብል ዘላ ናይዚኣ ብሉት ናይዚኣ ቁፅሪ ማለት እዩ ናይዚኣ ሕጂ ልክዕ ንዓ ኣይፀቕጣ ከምዚኣ ገይረ ከምዚኣ ገይረ ምስ ዝኸጥኩዋ ኮነክትድ ፎር ኮልስ ኤንድ ሜድያ ኣውድዮ ትብል ኣላ ሕጂ ኮነክት ኮይና ኣላ ንምድዋልን ንሙዚቃን ትብለን ኣላ ኣብዚኣ ዳን ትብል ዘላ ኦኬ ይብላ ኣብዚኣ ዳን ብላ ማለት እዩ ሪኦ ኣለኹም ሕጂ ኮነክት ኮይና ትብለን ኣላ ሪኦ ኣለኹም ብሉቱዝ ኮነክት ኮይና ኣላ ይረኣየኩም ኣሎ ዲ ኦኬ በቃ ኮነክት ኮይና ኣላ ትብለና ኣላ ሕጂ ሙዚቃና ሕጂ በይ ኣሎ ኣብ ዩቱብ ዲ ዘሎ ወይ ኣበይ ዘሎ ከምዚ ጌርና ሕጂ ኣነ ኣብ ዩቱብ ክኣቲ እየ ኣብ ዩቱብ ኣትየ ክውልዐ ማለት እዩ ሕጂ ግን ምስኣ ምስ ብሉት እዚኣ ክውልዕ እንተኮይነ ነዚኣ ዩኤስቢ ብዘላ ከውፅእ ኣለኒ ትሪእዎ ኣለኹ ነዚኣ ከውፅእ ኣለኒ ነዚኣ ውፅኤ ሕጂ ነዚ ኣብዚ ሞባይለይ ዘላ ኮድነክት ኮይና ስለ ዘላ ምውላዕ ጥራይ ትሪእዋ ኣለኹም ነዚኣ ውልዕ ምስ ኣበልኩዋ ክትሰርሕ እያ ማለት እዩ እንጂ እዚኣ ጠዊቐያ ኣለኹ ሪኢኹማ ናይ ኪሮስ ደርፊ ወሊዐያ ኣለኹ ሕጂ ይሰርሕ ኣሎ ማለት እዩ ሕጂ እዚ ቮሊም ጥራይ ንውስኸላ ቮሊም በዚ ንውስኸላ ወይ ነጉድለላ ማለት እዩ ሪኢኹማ ከምዚኣ ጌርካ በዚኣ ክተስርሓ ትኽእል ማለት እዩ ከም ዝበልኩን ከዓኒ በዚ ገመድ እቲኻ ናብ ሞባይልካ ክተራኸባ ትኽእል ማለት እዩ እዚኣ ብጣዕሚ ኣገዳሲት እያ ማለት እዩ ማለት እቲኦም ትፈልጥዎ ንዓኹም ኢዚ ቀሊል እዩ ነቲ ዘይፈልጦ ከምዚ ናይ ቀደም ማኪና ሞዴል ዘይኮነት ብዩኤስ ብዘይሰርሕ ዘላቶ ግን ኣሸጋሪ ማለት እዩ ሙዚቃ ክሰምዕ እንተደልዩ ከመይ ገይሩ ክረኽቦ ከም ዝኽእል የሸግሮ እዩ በዚኣ ዝረኣኹኹም መሰረት ግን ኣዝያ ቀላል እያ ማለት እዩ ከምዚኣ ጌርኩም ፊክስ ጌርኩም ሙዚቃኹም ክሰምዑ ትኽእሉ እኹመ እዚኣ እያ ማለት እዩ ከምዚኣ ማለት እዩ ናይ ሎማዓንቲ መደበይ ብዘቕረብኩልኩም መደብ ዓጊብኩም ክትኮኑ ቁሩብ ተማሂርኩም ክትኮኑ ተስፋ ይገብር ብትገብሩለይ ዘለኹም ምትብባዕ ኣዝየ ዘመስግነኩም ኣብ ቀጻሊ ካብዚ ብዝበለጸ ብካልእ መደብ ክመጻኩም እየ ሓንቲ ብስራት ከ ከበስረኩም ኣለዉ እሕዋትና ኣለዋ ናይ ቲዮሪ ሕቶን መልስን ናይ ምዝዋር ማኪና ማለት እዩ ናይ ቲዮሪ ፈተና ከቕርባልና እየነ ኣብ ዝሓፀረ ግዜ ክጅምራ እየነ እቲ ናይ ምዝዋር መኪና እኳ ዳርጋ ኩሉ ተነኺፈዮ እንድየ ቁሩብ ዝተረፈሎ ግን ዳርጋ 80 ፐርሰንት ኩሉ በፂሐዮ እየ እቲ ኩሉ ቪድዮ ፅቡቅ ጌርኩም ተኸታተልዎ እቲ ዝተረፈ ሕቶ ርእቶ ገለመለ እንተሃልዩኩም ከዓኒ ኣብ ሰዓቱ ክምልሰልኩም እየ ምክትታልኩም ቀጽሉ ኣብ ቀጻሊ ብካልእ መደብ ክሳብ ዝመጻኩም ደሓን ጽንሑ ሰሰናይ ንዓኹም ሓውኹም ሲሞን ካብ ዳዕሮ ሓሙሽተ ሜድያ ቻው ቻው